ሕጂ እንታይ መስለካ ኣብ ግዜ ነገር ነገር ክማጎት ከሎ ቦታትና በዚ ኣምፅኦም ሰዓጠቑ ኣብዚኣ እዮም ዝሕዝዋ እታ ጫጨፋ እታ ጫፋ እዚኣ ኣብዚኣ ጠቕልልዋ ይወሓስ የግብእ መበሊያ እዚኣ ሕጂ እዋ ኣብዚኣ ትተሓዝ እዚኣ ናይ ደ- ናይ ደ- ናይ ዳንነት ናይ ነገር እያ እዋ ዶግዓ ድማ በዚኣ ኣምጺእኻ ኣብዚኣ ኣስራ ኣብዚኣ ኣጠልጠል ኣብል ኣብዚኣ ኣብ ግዜ ሓዘን እያ እዋ ኣብዚኣ ኣጠልጠል ኣቢሉ ሽዑ እንታይ ዝገብር ወየ ይብል ኣልቅስ ከሎ ሰሰዕ ከሎ ክዳዓረዛ ድማ በዚኣ ጠምጢሙ ከዓ ናብዚኣ ገጽ ስንድዋ እዚኣ ናብዚኣ ተሰንዲዋ ላዕ ሰሌድ ንመርዓዊ ተሪኢኻ ናይ ኣስመራ ከምኡ የለን እምበር መርዓዊ በዚ ጠምጢሙ ናብዚ እዚኣ ይትሰዳ ናብዚኣ የምጽኣኒ ናብዚኣ እየ ዝሰዳ ትርጉም ኣለዎ ትርጉም ዛጊት ይሓዝናዮ እንበር ትርጉም ኣለዎ ተዓጥቃ ነፀላ ንፀጋም እያ ትኸውን ንፀጋም ንየማን ኣይከውን ንፀጋም እያ ትሰዳ ሕጂ ከምዚ እያ እቲ ኣገባባት እዚ ቀሊል ኣገባባት ኣይኮነ ኣሎ ንባዕሉ ዕትሮ ዕትሮ እዚ ዕትሮ ሳርማ ንብል ጎንቦ ንብል

ከመይ ቀኒኹም ክቡራትን ክቡራንን ተኸታተልትና ኣብ ዝሓለፈ ግዜ ምስ ማሰኛ ገረመድህን እስቲፋኖስ ወይ ከኣ ገሬ ዘካየድናዮ ዕላል ቀዳማይ ክፋሉ ምቕራብና ዝዝከር እዩ ሎሚ ድማ ካልኣይ ክፋሉ ሒዝናልኩም ቀሪብና ኣለና ንምክትታልኩም ኣቐዲምና ንዕድም ሰናይ ምክትታል።

ካብኡ ናብኡ ኸኣ ስዋ ኣብ ከምዚ ከባቢ ኣዝዩ ጥዑም እዩ ገለ እውን ዝበሃለሉ እዋናት ኣሎ ንኣብነት ሕትሞ ማይምነ እንድሕር ኢልካስ ኣብዚ ፈስቲቫላት ዝነበረስ ኣዝዩ ፍሉጥ ስዋ እዩ ነይሩ ማለት እዩ ስዋ ኣብ ከከባቢኡ ኣሎ እንዶ ግን ካብኡ ናብኡ ከዓ ሽም ዝወፆ ከዓ ኣሎ ሽም ስዋ እምበር ኣብ ካልእ ከድካ እውን ዝበለፀ ስዋ እውን ክህሉ ይኽእል እዩ ግን ስዋ ማይ ማይ ሕትሞ ወይ ማይ ሕትሞ ማይ ምነ ተይልካሲ ፍልጥቲያ ከም ሬክላም ኮይና ትሰርሕ ነራ ግድነት ግን ኩሉ ግዜ ናይ ማይ ምነ ዝበለጸ እዩ ማለት ኣይኮነን ዝበለጸ እውን ኣብ ኣስመራ ክትረክብ ትኽእል ኢኻ ካልእ ክትረክብ ትኽእል ኢኻ ሕጂ ስዋ ከም ልምዲ ግን ጽቡቅ ጌሮም ዝሕዝዎ ከባቢታት ከኣ ኣለዎ ሓቂ ዘረባ ማለት እዩ ተገዲሶም ዝሰርሕዎ እሞ ስዋ ውን ሓደ ግዜ ዕላል ጌርካሉ ኔርካ እቶም ዓበይቲ ማለት እዩ ድበልዎ ስዋስ ኣበይ ተወሊድካ ኣበይ ዓቢኻ ኣበይ ከም ወትካ ዝዓይነትሲ ልክዕ ከምዚ ውላድ ዓኺኹ ድሓር ጎቢዙ ድሓር ከኣ ኣሪጉ ዝመውሲ ንስዋ ውን ከምኡ ዝበልሉ ኔሮም እሞ እስከ መን እዮም እንታይ እዮም ከኢሎም ሕጂ እቶም ከምኡ ኢሎም ዘዘንተዉ እኳ ብዙሕ ሽሞም ክስተኹንሎም ኣይንኽእልን ኢና፣ እቲ ዕላል ጥራይ ኢና ንረኽቦ። ስዋ ኣበይ ተወሊድካ ማለት ኣበይ ተወቂልካ ማለት እዩ። ቋሓይን ዓዲ ኹዳዳ ኢልዎም። ኣበይከ ዓቢኻ? መራጉዝ ማይ ጫዕዳ፣ ዓዲ ዃላ ማለት እዩ። ኣበይ ደኣ ሓሚምካ ኢሎሞ፣ ጽልማ ዓዲ ገዳ ኢልዎም። ኣበይ ደኣ ሞይትካ ኢሎሞስ፣ ሓማሴን ዓዲ ኣስፈዳ ኢልዎም። ኣበይ ደኣ መቓብርካ ምሰልዎ፣ ካርነሽም ዓደንጎዳ ኢልዎም። ሕጂ ንባሕሪ ወረደን። ኣብኡ ከሎ እጠው ኢሉ ሳብቲ ተቐቢሉ። ከይዱ ማለት እዩ። እዎ፣ ካብኡ ተቐቢሉ። እኔው የለን ስዋ። የለን ስዋ። ስዋ ግን ሕጂ- እቲ ብቕዓቱን መቐረቱን እንዳነከየ እዩ መፂኡ እንዳነከየ- ማለት እዩ። እንዳነከየ ካብ እንዳዓረፈ ደቡብ ከይዱ። ንሰሜን ክኸይድ ከሎስ እንዳነከየ እዩ ከይዱ ማለት እንዳዓረፈ እዩ። ከይዱ፣ እንዳወደየ።
መብዛሕትኡ ግን ዳርጋ እዚ ክትብሉ ጠቕሶ ዝፀናሕኻ ብምሉኡ ከበሳ እዩ ማለት እዩ። ከበሳ እዩ ኩሉ። መታሕት ኣይወርድን እዩ። እዎ፣ ስዋ ኣብ ኣይወርድን መታሕት እዩ። ብዙሕ ዝውቱር ኣብ መታሕት ኣይኮነን። ዳዲ የለ። እዎ።
እዋ። ሕጂ- ሰብኣይ እኮ ንጓሎም እንታይ ደም ደማ ምስለካ ሰዋእ ኢላ ሂባቶም ቀዲሓ ኣለዋ መትሓዚ ሕጂ እዋይ ኣቦይ ቀጢኒ ዶ ኢላቶም ካብ ከበሳ ሪኣ እዮም ከይዶም እወ ተዛራቢ እዮም ሰብኣይ ዋይ ኣቦይ ቀጢኒ ዶ ኢላቶም ሓንዛ ጓል እየ ማይ ዶ ቀጥኒ ኢሎማ ማይ ዶ ቀጥኒ ማይ እዩ ስዋ ማለት ማይ ዶ ቀጥኒ ኣይኮነን ምክንያቱ መሸላ ኢሉ መሸላስ የብሉን ሻሕ ድብል ወይ ኣቦይ ቀጢኒ ዶ ምሰለቶም ሲ ሓን ማይ ዶ ቀጥን ኮይኑ ኢሎማ እዚ በብከባቢኡ ነናቱ ኣለዎ ማለት እዩ ምናልባት እዚ ኣነ ሕጂ ካብ ድሓዝክዎ ወይ ኣጋጣሚ ኣብ ሓደ ውራይ ተራኺብና ኣብ ሓደ ጸበል ካብ ተዕልሎ ነበርካ እየ ዘዕልል ዘለኹ ግን ኣብኡ ዘየዕለልካና ከኣ ካልእ ከኣ ምኽንያቱ ናይ ምሓዝ ማሰ ናይ ምድጋም ክእለት እውን ስለ ዘለካ እስከ ትዝክሮ እውን ባዕልኻ ነዞም ተኸታተልትና ፈይ ኣብለሎም። እንታይ ኣሎ መስለካ
እቲ ኮባ ባህታ ዝብለካ ሰብኣይ ማሰኛ እዩ ጨፋራይ እዩ ከኣ። ሕጂ ሓደ ግዜ ወዱ ክብሮም ትኳቦ ድበሃል ንጽገ ወረደ ትበሃል ወረዳ ዖዋንድራስ ክምርዓዋ ሕድሮ ካብ ዓድናህባይ ክልቲኦም ደቂ ዓድናህባይ እዮም እቲ ብ ከተማ ዘሎ ወዲ ዓድናህባይ እቲ ኣብ ዓዲ ዘሎ ወዲ ዓድናህባይ ደቂ ዓዲ እዮም ሕጂ ሕድሮ ካብ ዓድናህባይ ነስመራ መጽዮም ምሕርትኣብ ዖዋንድራስ ዝተበሃለ ሓወቦኣ ከም ኣቦን ከም ሓወቦን ኮይኑ ኣብ የውረደ መይሱ ስለ ዝነበረ ከም ኣቦን ከም ሓወቦን ኮይኑ ነቲ መርዓ የሳተፎ ነይሩ። ጠዋሉ ይቆጻጸር፣ እንዳ ጸብሒ ከመይ ኣለ ይቆጻጸር፣ ስጋ ከመይ ኣለ ይቆጻጸር ነይሩ። እቲ ሰብኣይ ግን ቀንዲ ስርሑ እንታይ እዩ? መካኒክ ናይ ጥልያን ፊኖ መካኒክ ፊኖ መካኒክ ካልሶ ከይተረፈ ተሳይሩ እዩ ዝቕመጥ ሰብኣይ። ኣነ ክነረካ ኣብዚ ቁሩብ መዓልቲ ሓደ ካልሲ ጥዒመ ነረናቱ ካልሲ ከይተረፈ እዩ ዝሳየር ሰብኣይ። ብህይወት የለን መይቲ እዩ ኣጋጣሚ ክዳውንቱ ሌጋንተ እዩ ብጣዕሚ ኣዝዩ ጽሩይ ሰብኣይ እዩ ነዚ ዘስተውዓለ እቲ ማሰኛ ሃይታ ኢልዎ ኣብቲ ጉዳይ ከዓ ክንድቦን ክንድደን ኮይኑ ክሳ ክንድቦን ክንዳሓቦን ኮይኑ ክሳተፍ ስለዝረኣዮ ነቲ ውራይ ከዓ ልክዕ ከም መካኒክ እዩ እወ ዝከታተሎ ቀንዲ ማለት ስርሑ መካኒክ እንድዩ ናይ ጥልያን መካኒክ ኣብቲ ውራይ ከዓ ውራይ ጓል ሓዉ ከዓ ስጋ ሓሪዱ ጣዋልኡ ደሎ ገሊኡ ደሎ ቆፃፀር ላዕልን ታሕትን እዩ እዩ ብርእይዎ ፅፈት እወ ሓር ኣቦ ወዲ ማሰ ኢሉ ወዲ ዕዋንድራስ መሓሪ መሓሪ ኢልዎ። ወዲ ዕዋንድራስ እዩ ዝበሃል እቲ ቤት ሃርታም። ወዲ ዕዋንድራስ እንዲኻ መሓሪ መሓሪ ኢልዎ። ወዲ ዕዋንድራስ ክብለካ መሓሪ መሓሪ ሓዊ ኩሎም ደቂ ዕዋንድራስ ዝኽብለካ መሓሪ ዝሓመማ መኻይን ንስኻ ተዐሪ ምልጋስ ጽጉማት ኢኻ ዓቢ ደብሪ ብልዓዮ እምበር ድሃበካ ፈጣሪ። ተካል ዳሓደር ናዛ ሳሒታ ቁሪ ዓራት ገዲፍካ እባ ደቀስካያ ምድሪ ኢልዎ ምክንያቱ ነቲ ጠዋሉ ክሓል ዝክብል ኣብኡ እዩ ሓዲሩ ምስኦም እቲ ሰብኣይ ግን ካብ ዓራት ወሪዱ ይፈልጥ ንምኳኑ ዓራቱ ጌና ጨና ሃነነነነ ናብ ዓራት እዩ ድቅሶ ሃብታም እዩ ርኹብ እዩ ጌጋ እንተ እወ ዓራቱ ፍሉጥ እዩ መደቀሲኡ ፍሉጥ ዋላ ጫምኡ ፍሉጥ ግን ነታ ጓል ሓዉ ክብል ንጓል ሓዉ ግን መስዋእት እቲ መርዓ ክሓድር ስለ ዘለዎ ንብረት ክቆጻጸር ስለ ዘለዎ ክንዲ ኩሉ ኮይኑ ኣብ ዓሚሞ ሓዲሩ ዓራቱ ገዲፉ ነዚ ምስ ኣስተውዓለ ከኣ ኢቱ ከባባታ ሽዑ ኣታ ወዲ ዕዋን ድራስ ኢኻ መሓሪ መሓሪ ሓዉ ነሽ ሓንቲ እያ ሓፍቶም ሓዉ ነሽ ዝክብለካ መሓሪ መሓሪ ሓዉ ደቂ ዕዋን ድራስ ኩሎም ክብለካ መሓሪ ኢልዎ ምልጋስ ጽጉማት ኢኻ ዓቢ ደብሪ መምህር ኢኻ መምህር ናይ መምህሪ ውራይ ኣሕዋትካስ እስኻ ተማዕሪ ኣታ ወዲ ዕዋን ድራስ ዝክብለካ መሓሪ መሓሪ ተካል ሓደር ናብዛ ሰሓይታ ቁሪ ዓራት ገዲፍካ እባ ደቅስካያ ምድሪ ኢልዋ ሕጂ እታ መእሰር ናይ ሀዘረባ ዓራት እንተዘይ ኮይንስ መሬት ደቂሱ ይፈልጥኒ ሽዑ ግን ኣብ ጣውላ ሓዲሩ ምስኦም ኣብ ጣውላ ስለ ዝሓደረ ኢኹም ኢልዎ ንግሆ
ገሬ መቸም እዚ ናይ ቀደም ኣቦታት ወይ ኣባሓጎታትና ወይ ቅድሚኦም ዝነበሩ ክንሪኦም ከለና ሰብ ንሰብ ኣዝዩ ዘኽብር ነይሩ ኮይኑ ስማዕኒ ንዓይ ማለት እዩ ዋላ እውን ከምዚ ትብሎ ዘለኻ ስቑኢልካ ዝንጥል ኣቢልካ ንሰብ እውን ኣይትፀርፎን ኢኻ ኣኽብሮት ውን ኣለዎ ሰብ ፍጡር ስለ ዝኾነ ማለት እዩ ከምዚ ናይ ሎሚ ኮይኑ ይስማዓኒ ዝያዳ ናስ ሶም ክብሪ ዝህቡ ዋላ ይማሃሩ ሲ ግን ብንቕሓቲ በቲ ዝጸንሖም ውሽጣዊ ባህሊ ሲ ኣዝዮም ሰብ ኣኽበርቲ ኮይኖም ይረኣዩኒ እምቦ እስኻ ከመይ ትግምግሞም ዞም ናይ ዓይ ቀደም ዓበይቲ ንኣብነት እዚ ትብሎ ዘለኻ ሕጂስ ዝቐርባ እዋን እዩ በሎኖ ሕጂ እወ ግን ኣስተብሂልሉ እቲ የኽብር ኣሎ እቲ ማሰ ዝበለ ከኣ ኣስተብሂሉሉ ማለት ኳይ ክብሪ ይህቦ ኣሎ ማለት እዩ። ኣብዚ ብዙሕ ግዜ ግን ኣብዚ ንእሽተይ ወለዶ ግን ከምኡ ኣይንርእን። የለን።
ሕጂ እስኻስ ከመይ ትብሎም ነቶም ቀዳሞት?
ክስታይ እንድዩ ናይ ኣቦታት ኣይድገምን'ዩ ኢልካስ ምግናን ኣይኮነን። ክድገም እዩ ነይራ ዳርጋ ትጽቢት ክትመልሶ ነቲ ነገራት ንድሕሪት ክትመልሶ ሕጂ ናብ ኣቦታትና ክትምለስ ድዒ ተኽእሎ ኣሉ ይሓስብ እኔ ምኽንያቱ ዓለም ግሎባላይዘሽን ናይ ዓለም ጸልወና ኣሎ ምስ ምዕባለታት ናይ ዓለም ንኸይድ ኣለና ሕጂ ነዚ ናይ ኣቦታት ንድሕሪት ተመሊስካ እቲ ባህል ትድድገም ምናልባሽ ኣነ እንታይ ምበልኩ ገለ ሰባት ድኾን ምፈረዩ ድሕሪ እቲ ፍርያት ከ እቲ ነገር እንተመልሰ ዶ እቲ ናይ ኣቦታት ጥንቲ ኢልካ ትሓስብ? ሜድያ እንታይ ይብል እንተልካኒ መብዛሕትኡ እዋን ናይ ደገ ነገራት ወይ ከዓ እዋናዊ ጉዳያት ምስ ምዕባለ ዝኸይድ ዋጣ ይሰምዕን ኢኻ እኮ መብዛሕትኡ ግዜ ኣብዚ ናይ ድፍኖ ሜድያ እኮ ዋጣ ይሰምዕን ኢኻ ወይ ኣብዚ ኣበጀኒ ተኸዲኖም ስዕስዑ እኳ ኣይትርእን ኢኻ ኩዳ ዓረዛ ስዕስዑ እኳ ኣይትርእን ኢኻ እንታይ ደኣ ንላዕሊ ትነጥር ጥራይ ኢኻ ትርኢ ሳዕሳዒትሲ ንላዕሊ ትነጥር ከምዚ ኣለካ እሩሩሩ ዘይ ዝዓይነቱ ሳዕሳዓ ንባዕሉ ዋእ ነጸላ ቀደም ክዕጠቑ ከሎ ባህትና ሰለስተ ዓይነት ተዓጥቃ ኣሎ ተዓጥቃ ነጸላ እንታይ እዩ ሓደ ናይ ማሰ እዩ ዕጠቑ ዕጥቂ ናይ ማሰ ፍሉጥ እዩ ናይ መልቀስ ደጉዓ ፍሉጥ እዩ ናይ ሳዕሳዒት ዕጥቂ ከዓ ፍሉጥ እዩ ሰለስተ ዓይነት ዕጥቂ ኢኻ ትዕጠቕ ኣብ ነጸላ እዚ ሕጂ ድምልሶ ሰብ ኣሎ የለን። ሰለስቲኤን በበይነን እየን ማለት በበይነን እየን ምክንያቱ እተን ኣተዓራቕያ ኣጥቃሲ ይገልጻ እየን ማለት እዩ መግለጺ እየን አዎ። ቅድሚ ኩነት እሰን እየን ዝገልጻ ሕጂ እዚ እ፣ ኣብዚ ሎም ዘሎ ወለዶ ተዓጢቑ ክገብር እዩ ከምኡ ኢልካ ኣይትሓስቦን ኢኻ ከምኡ ተዓጢቑ እንድሕር ሪኦም ሕጂ ኣብ ኣሎ ተመስጦ ኣሎ ስሕበካ እዩ ተዓጢቑ ከም ሰብ ሪኻ እንድሕር ከልቅስ ሪኢኻዮ ዝምስጠካ እዩ ከምኡ ተዓጢቑ ሰሰዕ እንድሕር ሪኢኻዮ ትምሰጥ ኢኻ ሕጂ እዚ ብብዝሒ ተዝዝውተር ገለ ሎም ተመልሰ
ኢኻ ትብል። ሕጂ ኩለን ትፈልጠን ዶ ገሬ ንባዕልኻ ኣይኖ እዘን ሰለስተ ዕጥቂ ትብለን ተዓጥቓን ዘለኻ ወፈልጠን ት- ብለን ኢኻ ኣብ ግዜ ፈልጠን። ሓጎስ ኣብ ግዜ ሓዘን ኣዎ። ዘን ትብለን ዘለኻ ሕጂ እንታይ መስለካ ኣብ ግዜ ነገር ነገር ክማጎቱ ከለዉ ኣቦታትና በዚኣ ኣምጺኦም ሰዓጠቑ ኣብዚኣ እዮም ዝሕዝዋ እታ ጫጨፋ ጫጨፋ እዚኣ ኣብዚኣ ጠቕልሉዋ ይወሓስ የግብእ መበሊኣ እዚኣ ሕጂ ርእየና እዋ ኢና። ኣብዚኣ ትተሓዝ እዚኣ ናይ ደ- ናይ ደ- ናይ ዳንነት ናይ ነገር እያ እወ ዶግዓ ድማ በዚኣ ኣምጺእኻ ኣብዚኣ ኣስራ ኣብዚኣ ኣጠልጠል ኣብል ኣብዚኣ ኣብ ግዜ ሓዘን እያ እዋ ኣብዚኣ ኣጠልጠል ኣቢሉ ሽዑ እንታይ ዝገብር ወየ ይብል ኣልቅስ ከሎ ሰሰዕ ከሎ ክዳዓረዛ ድማ በዚኣ ጠምጢሙ ከዓ ናብዚኣ ገጽ ስንድዋ እዚኣ ናብዚኣ ተሰንዲዋ ላዕ ሰሌድ ንመርዓዊ ተሪኢኻ ናይ ኣስመራ ከምኡ የለን እምበር መርዓዊ በዚ ጠምጢሙ ናብዚ እዚኣ ይትሰዳ ናብዚኣ የምጽኣኒ ናብዚኣ እዩ ዝሰዳ ትርጉም ኣለዎ እቲ ትርጉም ዛጊት ይሓዝናዮ እንበር ትርጉም ኣለዎ እታ ዓጥቓ ነፀላ ንፀጋም እያ ትኸውን ንፀጋም ንየማን ኣይከውን ንፀጋም እያ ትሰዳ ሕጂ ከምዚ እያ እቲ ኣገባባት እዚ ቀሊል ኣገባባት ኣይኮን ዘሎ ንባዕሉ ዕትሮ ዕትሮ እዚ ዕትሮ ሳርማ ንብል ጎንቦ ንብል ኣሰዳሪ ንብል ገንኢ ንብል እዚ ዝፈልጦ ሰብ ኣሎ ሕጂ እተን እተን ሕጂ ኣርባዕተ ንኣብነት ዓይነት ሳርማ እታ ንእስ ዝበለት እያ መወዳእታ ሳርማ ሸውዓተ ዋንጫ እያ እወ ጎንቦ ዓሰርተ ኣርባዕተ ዋንጫ እያ እህ ኣብላ ክሳብ ዕስራ ዊን ተበጽሕ ትኸውን ተበጺሐ እወ እታ ኣሰዳር ዝብለካ ኣለኹ ክልተ ትግረኛ ሰለስተ ትግረኛ እያ እወ እታ ገንኢ ከኣ ገንኢ እያ ብዓል ዝለኣ ዓለት ከኣ እታ ገንኢ ናይ እያ እታ ሽዱሽተ ትግረኛ ዝዓበየት እያ ሸውዓተ እወ ትግረኛ እያ እሳ ሽዱሽተ ሸውዓተ ግሮኛ እያ ተረዲኻኒ እወ እዚ እቲ ገንኢ ሕጂ ዝንግሪር ዝበሃል መጥለፍ ኣለዎ ዝንግሪር ዝበሃል እወ ጥለፍ ብቆርበት እቲ መጥለፍ እንታይ እዩ ዝገብሮ ውሕስነት እዩ ውሕስነት ከይጭደድ ከየብል ከይጭደድ እወ እንደገና ተጸይሩ ከይኮለፍ ዋዕሮ ገዛ መዲናኣለም ሎሚ በዚ ኔራ ንሕና በቲ ክትከይድ ኮይና ናብኡ ውን ካብ እንዳሳይዳ ተሰኪሞም እዮም ዝኸዱ ብናውቲ ማሕበር ኣለና ክሰንሐ ተባሂሉ ኣጻውርና እዩ ክኣቶሶ ሎሚ እያ ብረኳ ሓደ ሰብ ጼርዋ ከይድ ረዲኣኒ ዘመን ማዕቢሉ መርቢል ትስክማ ቢካና ዓሰርተ ክልተ ኣብ ብሽክሌታ ጽዒንካ እያ ትኸይድ ቀደም ግን ድሓር እዚ ጋንእ ወይ ከኣ እዚ ዕትሮ ንብሎ ወይ ሳርማ ኣብኡ ዝዕቆር ስዋ ዝሕል ዝበለ ከኣ እዩ። እወ፣ ትርጉሙ ከለዉ ኩሉ ሓደ መሳርሒ ወዲ ሰብ ካብ ባይታን ካብ ገረብን እዩ ነይሩ። ቀደም ካብ በባዕሉ እዩ ዝስራሕ ነይሩ እቲ ባይታን እቲ ገረብን። እወ። እዚ ኢንስትሩመንት እዚ ኣይማዕበለን ነይሩ። እም። ሕጂ እዚ ማዕቢሉ ዘሎ እዋን ጎማታት ግን ናይ ዓሰርተ ክልተ ደርቢ ናይ ገለ ናይ ገለ ዋላ ኣብ መቐረቱ ከማን ኣይመጽእን እዩ ክንድኡ። እም። ግን እንተርኢኻ እንዳ መርዓ ከመይ ዲኻ ትድነቕ? እም። ትድነቕ እኮ ኢኻ። እወ። እም መሪቢል ትርእን ገንኢ ክትርእን በበይኑ እዩ። ግን ግዜ የምጽኦ ስለዝኾነ ምስ ግዜ ኢኻ ትኸይድ። ዕላል ካብ ኣምጻኻ ገሬ ኣብ ንኣብነትሲ ምናልባት ሕጂ ናይ ኣቦታት ጥራሕ ኢና ንገብር ዘለና ክንምለሶ ናይ ኣዴታት ከ እስከ ማለትሲ ኣዴታትና ውራዙት እየን ኩለን እና ሓጎታትና ንበሎ ዓባያትና ንበለን ሲ ወራዙት እየን እቲ ኣገባብ ኣለዎን እስከ ብዛዕባ ኣዴታትና ክንታይ ትብል
ኣብ ኣዴታት ተመጺና ኣዴታት ዳርጋ ከም ክብሪ ክሪኦ ከለኹ ኣነ ኣዴታትና ቀደም ሜክኣብ ኣይፈልጣን እየን ሜክኣብ ናይ ኣዴታትና እንታይ እዩ ተይካ ጡሽ እዩ ነዲኣኒ ጢሽ ዘወብእ ሰበይቲ ዋሕ ዋሕ ትብል ገጻ ሃዋ ዋህዋ ሃዋዋ ኢሉ መለስ ነዲኣኒ እዚ እንታይ እዩ ትርጉም ናይቲ ጢሽ እንታይ ይበሃል ኣብ ኣስመራ ስቲም ኣብዚ ምዕቡል ግዜ ስቲም ይበሃል ስቲም ናይ ኣዴታትና ከዓ ጢሽ እዩ ኣዴታትና ድርዕቶ እየን ዝኽደና መብዛሕትኡ ግዜ ሃገረሰብ ተሪኢኻየን ድርዕቶ ተኸዲነን እየን ብጺሓ ድርዑ ተተኺድኔን ከኣ ዳዕዛ ዓጺድ ሕጂ ክብሪ ኣብ ሃገረሰብ ስጋዕ ሕጂ ይስጉም ኣሎ ክትብል እኳ ኣይደፍርን ኢኻ ግን ቀደም እንታይ ነይሩ ደድሕሪ ሰብኣያ ስዋን ድቋ ስዋ ጽሞቕ ጽሞቕ ኣቢላ ኣኸላ በቕሎን ቅጫን ለግባ ኣቢላ ጽሞቕ ጽሞቕ ኣቢላ ስዋ ሒዛ ድያ ትወፍር ድኽም ውዒሉ ኣብ ማሕረስ እወ ሓንቲ ርብዒት ካብኣ ንሕዳ ገብ ኣቢሉ ሓንቲ ታኒካ ኣብ ኮለይ ድዩ ማርሻ ድቕይር ሓይሊ ድውስኽ ናፍታ ኮይንዎ ነዳዲ እዚ ቀሊል ከይመስለካ ትርጉሙ ሎሚ ኣየንቲ ሰበይቲ እያ ዶቕዲቓ ደድሕሪኻ ክትወፍር ዘይከውን ሰበይትኻ እንታይ እያ ትብል ክላ ይዓቢ ድህሉ ሰቲ ኣሎ ጽለል ኣሎ እያ ትብል ኣዴኻ ግን እንታይ እያ ትብል እንታይ ኮን ረኺብዎ ኸውን ኢላ እያ ትሽገር ኣዴታትና ምሳኻ ኣብ ማሕረስ ምሳኻ ኣብ ጻህያይ ምሳኻ ኣብ ዓውዲ ዓውዲ ክንስንሳ ጣፍ ተኾይነ ህጂ ክንስንሳ ሓድራ የምስያ ምሸት ለቕሊቐን ዓውዲ ለቕሊቐን ንስንሳ ኣብቲ ነስናስ ካብኡ ዝተነፍየ እኽሊ ኣሎ፣ ንዕኡ ሒዘን ከይደን ሕምስ ሕምስ ኣይለን ጥሕን ጥሕን ጥሕን ኣቢለንኦ ከለዋ ሕሾ። መን እያ ሎሚ ከምኡ ክትገብር? ሕሾ ከፈልጠለ እንታይ ምዃኑ ንምዃኑ ትርጉሙ ኣይፈልጦን እዩ። ሕሾ ሕሾ ዝብላዕ። በርከት ናይቲ ምህርቲ እዩ። ካብታ ዝነስነስካያ ጣፍ እቲ ልልው ልልው ልልው ኣይለን ኣብ መቕሎ፣ ጥሕን ጥሕን ኣይለን ኣብ መጥሓን ኣብኣ ካልእ ኣይንሰርሓኣ። ሕሾ ሕጂ ኣብ ኩሉ ናይ ከበሳ እውን ዝውቱር እኮ ኣብ ኣይኮነን። ከበሳ ዝውቱር። እወ፣ ማለትሲ ኩሉ ኣይኮነን፣ ኣብ ገለ ገለ እንድዩ። ኣብቲ ጣፍ ዘለዎ ዓዲ። እወ፣ ጣፍ ዘለዎ ዓዲ እንድዩ፣ እስከ ብዛዕብኡ ንገረና። እወ ሕጂ ዳጉሻን ጣፍን ካብኣቱ ከለዉ ብደይ ሕሾ ኣይሕፈሱን እዮም ብደይ ስዋን ብደይ ሕሾን ኣይሕፈስን ኣብ ካልእ ክብል እኳ ብዙሕ ከየስተውዓልኩሉን ኣብ ዳጉሻን ኣብ ጣፍን ግን ሕሾ ከም ዝለካ ኣለኹ ትንስንስ ዓውደት ለቕለቓ ኣድም ለቕሊቕካ ነቓዕ ደይብላ ትገብራ ደሓር ምስ ኣቕለቅካዮ ብሓደ ወሰን ትንስንስ ተን ነስነስካየን ንዐን ግፍፍ ኣቢልካ ንገዛ ሒዝካየን ትኸይድ ንፊ ያለን በቂፀን ቀሊን እዚ ኣብ መቕሎ ኣብ መቕሎ ገረን ኣርስን ኣርስን ኣብሎ ቁሩብ ኣሙቖ ኣብኣ ከላ እዛ መቕሎ እዛ መጥሓን ድህምጽ ድህምጽ ኣቢለን ሕሾ ገረን ኣምጻልካ ንግሆ ናብ ዓውዲ ደሓር እታ ሕሾ እታ ጣፍ ክትሕፈስ ከላ እታ ምህርቲ መጀመርያ ብ ኣርባዕተ እንድያ ትቑረጽ ምህርቲ መስቀል ገርካ ብ ኣርባዕተ ኢኻ ትቖርጻ ትርጉም ኣለዋ እዚኣ እንታይ ማለት እዩ እታ ራብዓይቲ ኣፍ ኣስራተ ቦኽራ ተባሂሉ ይቕመጥ ናይ ኣቦታትና ሎሚ የለን ብዒ ግበርዲ ግበርኒ ብዙሕ ኣየስተውዕለልኒ እየ የለኹን ካብቲ ስራሕ መዓት እዩ እናተረፈ ዝኸይድ ዘሎ መዓት ባህሊ ይጠፍእ ዘሎ መዓት እዩ ሕጂ ዋላ እውን ኣብቲ ገጠራት ሕጂ እውን ገሊኡ እኮ ተበሪዙ እዩ ዘሎ እወ መሰእ ገሮም ከምዚኣ ገሮም ምስ ኣበልዋ እዚኣ ገርም ጣዕም ንብለዋ ኣርባዕተ እዚኣ ራብዓይቲ ኣይናትካን እያ እንሰለስተ እታ ክልተ ዓውዲ እወ። ዓውዲ ምስ ገበርዋሲ እወ። መስቀል ይገብሩላ መስቀል ብኣኹም። ገብርላ እወ። እታ ራብዓይቲ ዘበለት ግን እዚኣ ስርጉፋ ሕፍስ ሕፍስ ኣቢልካሰን ለማኖ ተልየ ናብተን ለማኖ ኢኻ ትኸይድ ነተን ለማኖ በብደለወን ብዝሒ ስድራ ቤት ትህበን ምስ ሃብካ መጺኻ ኣብ ቆፎኻ ተእቱ ኣብ ዓብየትካ ሽም እውን ኣለዎም እኮ እቶም ለማኖ ኣብ ዓውዲ ዝመፁ እንታይ እዮም ዝበሃሉ
ሎም እንግዳ ባሃል ነይሩ ብደርጊ ሎሚ ታይ ናይ ንፈልጠን መንገደኛ ዘቋልው ዶ ገለ ኣለዎ ገለ ሽም እውን ኣለዎ ዝክሮ ነረ ርስዐ እምበር መንገደኛ ምዃኖም ፈልጥ ግን እንታይ ኣሎ ኣብኣ ኮፍ ብሉ ትህቦ እዚ ብሓፂሩ ተረብዓይቲ ኣፍ ኣስራተ ቦኽራት ትበሃል ቦቦታትና ኣሎ ዋላ ኣብ መፅሓፍ ሳሽ ዋላ መፅሓፍ እውን ኣሎ ኣስራተ ቦኽራት ማለት ካብቲ ትዎ ዘለካ ዘይናትካ ይሱ ዘይናትካ ዕሽር ማለት እዩ ትካቦ እዮ ተቕበል ማለት ዕሽር ማለት እዩ ትርጉሙ ዕሲር ትህብ ኣለኻ ማለት እዩ ካብቲ እቶትካ እዚ ዋላ ጸሓፋይ ኮይኑ እኮ ንሕርዳ ሽሕ ቅርሺ ኮይና ደሞዝካ እንታይ ሚእቲ ቅርሺ ክትድርብያ ትኽእል ኢኻ ንሕርዳ ወይ እታ ክልተ ሚእቲ ሓምሳን ክትድርብየን ትኽእል ኢኻ እሳ እታ ራብዓይቲ ኣፍ ማለት እዩ ስለዚ ንሕና ኣብ ዓውዲ ጥራይ ንዛረብ ኣለና እምበር ኣብ ኩሉ ክስየምሲ ግብኦ እዩ
ምናልባት ዕላል ዓንተወይ እውን ኣምፂና ነርና እስከ ናብ ቦታት ንመለስ ኣምፂናያ ነርና ኣብ ግዜ ሓዘን ኣብ ግዜ መርዓ ምክንያቱ መናብርቲ እዮም ምስ ሰብ ሓዘን ኣሎ ሓጎስ ኣሎ ኩሉ ግዜ እንድሕር ክልቲኤን ዘየለዋ ከዓ መቐረት ከማን እቲ ህይወት የብሉን ምክንያቱ ክትሓዝን ኮላካ ናቱ ገባብ ስለ ዘለዎ እሱ እውን መቐረት ኣለዎ እቲ ህይወትካ ማለት እዩ ትንክፈካ ትሓዝን ትጉሂ ምክንያቱ ኩሉ ግዜ ልሙፅ ተኮይንልካ ከዓ መቐረት የብሉን ኣብ ግዜ ሓጎስ ከዓ ተመሳሳሊ ከምዚ ንብሎ ከዓ ስድራ ቤት ኣኪብካ ዲካ ፈተውቲ ኣኪብካ ዲካ ትሕጎሰሉ እዋናት ከዓ ኣሎ መርዓ ኣሎ ጥምቀት ኣሎ ዝተፈላለየ ኣጋጣሚታት ኣሎ ኩላትካ ውን በዓላት ከኣ ናይ ሓባር ክኾን ከሎ ንኣብነት ኣብ ኦርቶዶክስ ወይ ኣብ ክርስትና ተኾይኑሲ ኣብ ግዜ ልደት ኣሎ ቅድሚኡ ከኣ ኣብዚ እዋን ናይ መስከረም ናይ መስቀል ዶ ዮሃንሰ መስቀል የሎ ደሓር ውን ክኸይድ ከሎ ከኣ ልደት ምስ ሓለፈ ብድሕሪኡ ከኣ ኣብቲ ዓቢ ጾም ምስ መጸ ከኣ ኣብቲ ጾመ ኣርብዓ ናቱ ኣገባባት ኣለዎ፣ ኣብ መወዳእታ ከኣ ፋሲካ ኣሎ፣ ከምኡ እንዳበልካ ኣስናቱ ኣለዎ፣ ኣብ ክረምቲ ኣገባባት ኣለዎ እቲ ሕጂ ኣብ ዓድታት ብፍላይ ኣብ ገጠራትሲ ዝውቱር ማለት እዩ። ሕጂ ብፍላይ ኣብቲ ናይ ኣመንቲ ክርስትና ክንርኢ ከሎና እዚ ዝያዳ ኣሎ ማለት እዩ። ኣብቲ ኣመንቲ ምስልምና ከኣ ነናቱ ኣካይዳን ባህልን ከኣ ኣሎ ከምኡ። ሕጂ ኣብዚታትሲ ብፍላይ ከኣ እስኻ ኣብቲ ከምዚ ንብሎ ዘለና ከባቢ ስለ ዝዓበኻ እንታይ እንታይ ዝዝክር ሰላሳ ዓመትሲ ኣብ ገጠር ኢኻ ዓቢኻሳ ሰላሳ ዓመት ኣብ ገጠር ከተብል ኮለኻ ኣብ ግዜ መስቀል ሃንሰ መስቀለ እዋን ሆየ ሆየ ኣሎ ክረምቲ ተወዲኡ ክኣቱ ብድሕሪኡ እውን እዚ ንብሎ ናይ ልደትን ናይ ፋሲካን እናበልካ ዝኽየድ ኣሎ እሞ ጥሪ መርዓ ኣሎ ሓዘን ከዓ ጎኒ ጎኑ ከዓ መካየዲ ኣሎ እሞ ኣብዚ እስከ ቁሩብ ተዘክሮኻ ኣካፍለና እወ ካብ ክረምቲ ጀሚርካ ጽቡቅ ኣለኻ ክረምቲ እንታይ መስለካ ክረምቲ ሓረስታይ ዳም ዳም ዝብለሉ ናብ ግራቱ ዝወፍረሉ ዕርፍትን ዘይብሉ ሂወት እዩ ረዲኣኒ ጻህያይ ኣሎ መኸል ኣሎ ከፍቲ ከተብልዕ ከፍቲ ከተብል ኩሉ ሽግር ኣለዎ ኣብ ናብራ ዓዃይ ደሎስ ኣዝዩ ከቢድ ነገር እዩ ሕጂ መሰረታዊ ነገር እንታይ እዩ ዝመስለካ ጓል ሃንሰ መስቀለ ርኢኻ ይተሓጸ ድበሃል ምስላ ኣሎ ረዲኣኒ ሃንሰ መስቀለ ኣዋልድ ልክዕ ብቁኖ እየን ዝምዕርጋ ጓል ግን ኣብ ሃንሰ መስቀል ሪኢኻያ ጽባሕ ንግሆ ጓል ክትሕጽ እያ ተኾንካ ኣብ ኣቦታትና እንታይ እዩ ዝምሰል ካብ ተቆኒና ከላ ክትጥምታ ዒባ እንዳ ጎድጎደት ኢኻ ጽባቐያ ክትሪኦ ዘለካ እዩ ዝበሃል ኣብ ባህላና ማለት እዩ ኣብ ሃንሰ መስቀለስ ኩሉ ዘይቁንንቲ እያ ቅነ ጓቆመ እዩ መስቀል እንዳ ርኤና ኣብ ኣስመራ ኩለን ዘና ዋልድ ኣርቲፊሻል ዝገብራ ጋመ ክገብራ ከለዋ ከመይ ድየን ዝምልክዓ ጀዲድ ክገብራ ከለዋ ከመይ ድየን ዝምልክዓ? ስዲ እቲ ሓቀኛ መልክዐን። እቲ ሓቀኛ መልክዐን ግን ኣበይ ከለዋ ኢኻ ትርእየን? ኣብ ጻህያይ ከለዋ፣ ኣብ ጎድጎዶ ኣብ ጉድጉዶ እናጎድጎዳ ከለዋ ኢኻ ትርእየን። እዞም እዋን ሕጸ ከኣ ቀደም ከኣ መዓስ እዩ? መስቀል ኢኻ ትሕጸ። መስቀል ተሓጺኻ ንልደት እዩ ዝቑጸር ነይሩ ናይ ቀደም መርዓ። ሕጂ ኩሉ ግዜ ኣብ ኣብ ታሪኽ ናይ ወለድና ባህሊ ክዝርዘር ኣይክእልን እዩ፣ ዋላ እውን ክትበጽሖ ኣይትኽእልን ኢኻ። ካብ ባሕሪ ብጭልፋ እውን ክትዛረብ ኣይትኽእልን ኢኻ። ረድኣን ኣዝዩ ዘይተበርበረ ታሪኽ ንድሕሪት ምልስ ኢልካ ኣበየ ከባቢ እዩ ዘለዎ ብዙሕ ነገር ኣሎ። ንኣብነት ሆዮ ሆዮዚ መዓርግ ኣለዎ ሆዮ ሆዮ እንታይ መዓርግ ኣለዎ ተይልካኒ በብከባቢኻ ሆዮ ጊደፋራ ዝበሃል ኣሎ ጊደፋራ ሸውዓተ እሳራ ዝበሃል ኣሎ ንወግሒ ሆዮ እዚ ሕጂ መብዛሕቶም ዓበይቲ እዮም ዝሕዝዎ ኣብ ሆየ ኣገባብ ኣለዎ ሆየ ክትብል ከለኻ ዕብይ ደለ ሰብ እዩ ሆየ ደብለካ

ኣዋልድ ኣለዋ ሽዑ እንታይ ይብላኻ መጻ ካብ ርሑቅ ምስ መጻኻ ንስኻ ኣብቲ ከባቢ ዓዲ ቅርዓዓድ ጸኒሐን መረሑት እንታይ እዮም ኳኳት ዳሕረዎቶም ከ ምራኻት እንዳበላ እንዳጸረፋኻ ከዳ ዘጂ ሞሳ ናይዚ ጸርፊ ኣይኮነን ሞሳ ናይ ንእስነት እዩ ድሓር ትኸይድ ኣብቲ ከባቢ ዓዲ ምስ ኣተኻ ቤተክርስትያን ኣቲኻ ዕለት ከም ዕለት ጌርካ ትኮልል ምስ ኮለልካ ምህልላ ግበር። እንታይ እያ እታ ዕለትየ ከም ዕለትየ እስከ ብዜማ ዕለት ኣምፀኣያ። ከም ዕለትየ የድግመና ዕለት ንዓመትየ የድግመና ኢልካ ኣብ ቤተክርስትያን ትኮልል ምስ ኮለልካ ሓደ ዕብይ ደለ ሰብ መፅዩ ቁሩብ ብዛዕባ ናይ ኣምላክ እዝግዮ ከብለካ ድክእል ከማህልለካ ተማህሊልካ ናበይ ትኣቱ ሽዑ ናብቲ ጓይላ ናብ ንቡር ጓይላ ትኣቱ ሆየ ብምልኡ ኣብ ማእከል ጓይላ ከዉን ኣብ ማእከል ጓይላ ኮን ሆየ ኮቦሮ ብምልኡ ናብ ሆየ ገጹ የብል ክደምቕ ምእንቲ። ሽዑ ሆየ እባ ኮቦሮ ስኢካ ኣይኮነን ድወሃብ ርኢኻ ኢኻ ትህብ ስኢካ በግ ኣብ ናይ ሎሚ ኣይኮነን ስኢካ ሓደ ዝኾነ በግ ዶ ብሎ ኮቦሮ ኮቦሮ ርኢኻ ኮቦሮ ክስቶን ክስቶን ኢልካ ትጽውዕ እሶም እንተደኣትዮም ብበትሪ ኢኻ ትቕርስሞም ትስበር እቲ ኣቦ ኣቦ ጓይላ ኣቦ ጓይላ እዩ ከምኣ ዝገብር ዘሎ በትሪ ገሩ ሰብረካ ተመሪጹ እዩ በትሪ ገሩ ዝሰብረካ ብተሰበርካ ኢኻ ትኸይድ የለን ዘረባ ስለምንታይ እታ ሕጊ ክብርቲ እያ ክብርቲ እያ ተሓጊ ኣገባብ ኣለዎ እምዚ ናይ ሎም ደሎ ጓይላ ኣይኮነን ሎሚ ባንድ ግበር ኣርቂ ሰትዮም ብጠራሙዝ መሊኦም መፁ በቋራ ኣርቂ መሊኦም መፁ ኣብ ቃተሎ ሓድሩ ከምዚ ይኮነ ኣገባብ ናይ ጓይላ ፅላል ጓይላ ዝበሃሉ ከዓ ኣለዉ ኣብቲ ጎኒ ጓይላ ፅግዕ ኢሎም ነቲ ጓይላ ዘይፈልጥዎ ጥራይ ኣብቲ ጓይላ ሓዲሮም ክበሃሉ ወኒ ብሎም ሕጂ ወኒ እንታይ ይበሃሉ እዚኦም ጽላል ጓይላ። ጽላል ጓይላ። እወ። ጽላል እዮም ድኾኑ ደለዉ እወ። እምበር፣ ኣይስዕስዑ ኣዩ? ኣይስዕስዑ ኣይጻወቱ ከበሮ ኣይሃርሙን እዮም። ሕጂ ኣገዳስነት ኣለዎ መዓርግ ኣለዎ እቲ ጽባቐ ናይቲ ጓይላ። ሕጂ ከምዚ ዝብለካ ኣለኹ ወናማት ኣብ ካልእ ከይወሰካ እምበር እዚ ትኩኣ ባህታ ዝብለካ ኣለኹ ወን ናይ ጨፈራ ዝነበሮ ሰብኣይ እዩ። ኣዝዩ ወናም ናይ ጨፈራ ስለ ዝነበረ ንዝባን ሰግር ምስ ከደ ሕልፎት ዓድናህባይ ንዝባን ሰግር ሕልፎት ምስ ከዱ ኣብ ዝባን ሰግር ወዲ ክፍለ ዝብሃል ጨፋር እየ ጸኒሕዎ ኣነ እኮ እየ ኣነ ወዲ ክፍለ እየ እንዳ ኣቦይ ሰፋ እንዳ ኣደይ ቋላ ሰር እየ ይጓዝም ኣለኹ ናብ ኣንበሳ ጸሬ ክመሃር ዝደሊ ብርዒ የልዕል ሃየ ኢልዎ ሽዑ እቲ ኮማ ባህታ እንታይ ኢልዎ እስኻ ኣኻ ወስኻ ወዲ ክፍለ ኣነ ዑዶ ዑዶ እስኻ ጎልጎለ ሓንሳብ ግደፈለይ ከብሎም ለለ ወኒ ዘለዎ ይልገብ ከም ሓኸነ ወኒ ዘይብሉ ካብ ኣይተኣለ ዓለም ክሰዕ እያ ክሳብ ንፈላለ ኢልዎም ዓለም ክሰዕ እያ ኦ ክሰዕ እያ ንዛረብ ኣለና እምበር ዓለም ክሰዕ እያ ኦ ከምኣ እያ ዓለም ክሰዕ እያ ክሳብ ንፈላለ ምሰለ ኩሉ ሰብ በኺ ትኮባባታ ንዓታ ዝሃርም ናይ ልቢ ሰብ ዝሃርም ዝነበረ ማሰኛ እዩ ጨፋራ እዩ ከዓ ኩሉ እዩ ዝገብር ንዓዱ ንዓድናሃባይ እንታይ ኢልዋ መስለካ ዓድናሃባይ እዮም መበቆል ዓዱ ዓዲ ናህባይ ዓደይ ናይ ምዔላ ኢልዋ ገምገም ዝሰፈራ ኣብ ደይሳቕላ ዓዲ ገምገም እያ ዘላ ገምገም ዝሰፈራ ኣብ ደይሳቕላ ከመረቂ ዘይብላ ሓተላ ከም ጸዓ ጣፍ ዘይብላ በለላ ከይጠልፈ ከይጠልመ ክስንበር ማርያም ኣላ ኢልዋ ነታ ዓዱ ሕጂ ዋላ ን ዓዱ ዝዛረብ ዋላ ንኾነ ሰብ ዝዛረብ ዝነበረ እዩ ንመንእሰይ ዓርኩ መዘንኡ ዝነበረ መሓሪ ዕዋንድራስ ዝበሃል ዓርኩ እዩ ምሑር ኢኻ ምሑር ሓደ ኢልዎ ሓደ እዩ ኣዋልድን ምሑር ኢኻ ምሑር ሓደ ሓው ገብርኤል ኣለ ክብለካ ምሑር ሓደ ወዲ ዕዋን ድራንሲ ክብለካ ምሑር ሓደ መዓልኩም ሓደርኩም ዝብል እንዳኸደ መገሻ ዝፈቱ ከም ዝዓበደ ምሑር ኢኻ ምሑር ሓደ ምንኣስ ኣባጅ ጎሕሳ ስደ ኢልዎ ንኢድዎ ንኢድዎ ሕጂ ዳዩ ኩሉ ግዜ ኣብ መወዳእ ኣስሮ ከለኻ ኢኻ ናእዳ ትፈጥሮ ማለት እዩ። ገሬ እስከ ናብ ሕርሻ እውን ክንምለስ እንዲና ሕጂ ናብ ማሕረስ ንኺድ ምናልባት ናይ እዋን ማሕረስ ንኣብነት ኣብ ከባቢኹም ሕጂ ኣገባብ ናይ ሕርሻታት ኣሎ ሓረስታይሲ እንታይ ድገብር እተን ኣቑሑት ኣለዎ እተን ናይ ማሕረሱ ነዊት ዓርዑት ገለ ሰን ኩለን እንዳነገርካሲ ዓይነታት ኣተሓራርሳ እውን ኣሎ መዓስ ኢኻ መጀመርያ ትሓርሶ ከተፋኹሶ ኮለኻ ደሓር ከኣ ክትዘርእ ኮለኻ ኣገባባት ኣሎ እሞ እስከ እሱ ኩሉ ንገረና ስጋብ ዓውዲ። ሓራይ ማሕረስ ከምቲ ኩሉ ሰብ ዝፈልጦ ሓደ ሓረስታይ ንፉዕ ሓረስታይ ተኾይኑ ሕጂ ጽምዲ ብዕራይ ምሉእ ነውቲ እዩ ዘለዎ ምሉእ መሳርዑ ኢልካ ከማን ትጽውዖ ኢኻ መሳርዕ ተባሂሉ ዝጽዋዕ እዚ እንታይ እቲ መሳርዕ ዝብለካ ኣለኹ ነዊት ኣሎ ብዓቢኡ ነዊት ብነዊሑ ዘሎ እዩ ዕርፊ ኣሎ ድጉሪ ኣሎ ከርፈስ ኣሎ ምራን ከርፈስ ኣሎ ምራን ቁራብዓት ኣሎ ቁራቁሮ ኣሎ ሳእኒ ብዕራይ ኣሎ ሳእኒ እውን ኣሎ ብዕራይ እዋ
ናይ ተሽሙ ናይ ክሳዱ ሳእኒ ርዑት ሳእኒ ርዑት ይበሃል ሳእኒ ብዕራይ ኣይኮነን ሳእኒ ርዑት ኣሎ ቁራቁሮ ምራን ቁራብዓት ምራን ቀደም ተባሂሎም ዝጽውዑ እዚኦም ዓሰርተ ክልተ ዓይነት ናይቲ ናውቲ ትሕዝቶ እዮም እዚኦም። ሕጂ ጽዕት ከይወጾ ድዩ ነቲ ብዕራይ? ጽዕት ከይወጾ ሶል እዩ እሱ።
ሶል ማለት እዩ።
እወ እዚ ከርፈስ መራን ከርፈስ ማሕረሻ ንባዕሉ እብለካ ኣለኹ፣ ዕርፊ፣ ቕትርቲ፣ እዚኦም ቀለልቲ ዓሰርተ ክልተ እዮም። ዝመጹ እዮም ካብ ትምህርቲ ኩሉ ግዜ የምጽዎም እዮም። ጽቡቕ እዚኤን ናውቲ ናይ ማሕረስ እየን። ናውቲ ማሕረስ ጥርንፍቲ እያ እዚኣ። ነዚ ተሰኪማ ተኸይታ ሰብኣይ ድሕዘን እዚኤን።
እዛ ማሕረስ እታ ትበሃል ሲ እዛ ነዊት ትበሃል ነዚ ተሰኪማ እያ ትኸይድ ቅትርቲ እዛ ከምዚኣ ኢላ ትኣቱ ንክልተ ዳጉር ትሓቁፍ እያ ከርፈስ ንማሕረሻን ነዳጉርን ዝሓቁፍ እዩ ምራን ከርፈስ ካብ ከርፈስ መፅያ ንነዊት ዓትዒታ ምስ ማሕረሻ ተላግብ እያ ዕርፊ ብዓብዩ መትሓዚ እዩ ነዊት ብዓብዩ ተሰሓቢ እዩ ኣርዑት ኣብ ክልተ ኣብዑር ዝወድቕ ንክልተ ኣብዑር ጠርኒፉ ዝሕዝ ግሩፕ እዩ ሳእኒ ርዑት ነቲ ርዑት ጸዖት ንኸይወጾም ኣብ ክሳዶም ዘሎ እዩ፣ ኣብ ዝባኖም። ምራንቁራቑሮ ነቲ እንቋቑሮ ንኽልቲኤን ዝሓቁፍ ምራንቁራብዓት ንብሎ ንኽእል። ቁራቑሮ ንባዕሉ፣ መምረን ከኣ ንርዑትን ነዊትን ዝሓንቕ እዩ። እወ፣ ገመድ ዓይነት። እወ፣ እሱ'ዩ ዝስሕቦ ሕጂ።
እዚ ቀደም ኣቦታትና ምራን እዮም ዝጥቀሙ ነይሮም። ምራን እዮም ዝጥቀሙ፣ ሎሚ ምኽንያቱ ኩሉ ካብ ጥሪትን ካብ ገረብን ስለ ዝነበረ። ካብ ቆርበትን፣ እወ። ስለ ዝነበረ ከምኡ እዮም ዝጥቀሙ።
ሕጂ ኣብ መጀመርያ ምንቃል ዝበሃል ኣሎ መሬት እዚኣ እዛ ቦርድ እዚኣ መሬት ትሪኣ ኣለኻ እዚኣ መጀመርያ ምንቃል ወይ ከዓ ምጭዳድ ትበሃል ዘይተተንከፈት እያ ዘይተተንከፈት ሕጂ ምስ ጨደድካያ ድሓር ኣይም ዝበሃል ከዓ ኣሎ ኣብ ኣይም ከዓ ትእይሞ ማለት እዩ ትደግሞ ምስ ኣየምካዮ ድሓር ኣብ መወዳእታ ኣብ ዘርኢ ከዓ ኣንደፋሪስካ ትዘርእ ማለት እዩ ብድሕሪ እዚ ሪኦሞም ዶ ድሓረሱ እየ

እቲ ታሕተይ ዓሰርተ ሰንጣቒ ሰለስተ ስጉምቲ ኦ እቲ ዝዓበየ ዓሰርተ ሰለስተ ስጉምቲ ትገብሮ ጠለቃ ዝበሃል ኣሎ ጠለቃ ተውፅእ ጠለቃ ማይ ረብሪብካ ምሰ ጀብጀብካዮ ኣብዑር ተዝረሉ ተኺኢልካ ወይ እንድሕር ንፉዕ ኮንካ ውን ኣባጊዕ ተዝረሉ ምስኡ እንታይ ይኸውን ሕጂ ይስገድ ይስገድ ናይ በጊዕ እ፣ እግሪ ደቂ ስለ ዝኾነ ይፅቀጥ ሕጂ እ፣ ዓውዲ ወፂኡ ምስ ተባህለ መጀመርያ መፅረይነት ዓውዲ ባለንጓ ኢና ነውድቐሉ ባሎንጋ ወይ ብርስን ወይ ዓይኒ ዓተር ኢኻ ተውድቐሉ። እዚ ምስ ኣርገጽካዮ ኢኻ ድሕሪኡ ናብ ጻዕዳ እኽሊ ትኣቱ። መጀመርያ እኽሊ በዓል ባልዶንጓ እቲ ፍርይ ዝበለ ትገብሮ። እሱ ኢኻ ተውድቕ ቅድም ምክንያቱ ክሕፈስ ዝኽእል ድሕሪኡ እሱ ተኸይድ ከለኻ ክሰጥም ስለ ዝኾነ ናብ ጻዕዳ እኽሊ ናብ ስርናይ ትኣቱ ትኽእል ኢኻ። ጣፍ ግን ከይለቕለቕካ ኣይኣቱን እዩ። ግድን ኢኻ ክትልቕልቖ ዘለካ ጣፍ እወ ረዲኣን ሸሜንቶ ክትመስል ኣለዋ እወ ጣፍ ሽሚንቶ ክትመስል ኣለዋ ጣፍ ለቕሊቕካ እያ ትኣቱ ከይለቕለቕካ ኣይትኣቱን እያ ዳሕራይ ናብራ ናይ ማሕረስ ወይ ከዓ ናብራ ናይ ዓውዲ ኣብ ዓውዲ ከም ዝብለካ ኣለኹ ብዙሕ ነገራት እዩ ዝግበር ስዋ መፅእ ዓውዲ ክሕፈስ ከሎ ከም ዝበልኩኻ እዋን ጣፍን ዳጉሻን እንተኮይኑ ከዓ ሕሾ መፅእ ምህርቲ ክሕፈስ ከሎ መእተዊ ናይቲ እኽሊ ቀደም ዓቤት እዩ ነይሩ ዓብየት ሎሚ የለን። ዓብየት ማለት እንታይ? ዓብየት ናይ ጣዕዋ ናይ ጣዕዋ ቆርበት እዩ። ናይ ጣዕዋ ቆርበት እዩ እቲ ዓብየት። ከም ክሻ ኢኻ ብኸብዱ እዩ ዝምላእ።
ከም ክሻ ተገልግለካ ማለት እዩ። ከም ክሻ እናተገልግለካ ብኸብዲ እያ ትምላእ። ግን ልክዕ ከም ናይ ጅርባ ፊስቶ ምሽ ኣሎ ብስመራ ማይ ደዝርሉ ከምኡ ብኡ ኢኻ ትቐዳ።
ከም ናይ ጅርባ ብሓፂሩ ከም ናይ ጅርባ ብኸብዳ እያ ትቐደን። ብኸብዳ እዚ እንተውፃላ ከባቢ ሚእትን ዕስራን ኪሎ ገለ እያ ትሕዝ እታ ዝነኣሰት ትኹን ዋላ ዝዓበየት ትኹን ከምኡ እያ ትሕዝ ካብኡ ንላዕሊ ኣይትሕዝን እያ ምስላውን እኮ ኣላ ከም ዓይበት ትቕደዱ ድብሉ ከም ዓብየት ቅደዳ እዎ ቅደዳ ዝበሃል ኣሎ እዎ፣ ምስላውን ኣሎ ከምኡ ኣሎ ሕጂ እንታይ ይመስለካ እ፣ ናይ ቀደም ንብረት ከምዚ ሎም ክሻ መሸማዕ ገለ ከይማዕበለ ከሎ ዓብየት ሎቖታ እዚኤን እተን ናይ መእተዊ ነይረን ማእሲ ማእሲ ንባዕሉ ማእሲ እውን መእሲ ሕጂ እ፣ ናይ ክቡራት መንጸፍ እዩ ናይ ቀደም ጻዕዳ ማእሲ ብጸባ ድለፍዐ ማእሲ ከተልፍዕ ከለኻ መዓት ፕሮሰስ እዩ ዝሓልፎ ስኢካ ኮነ ማእሲ ዝወጽእ ዕንጉለ ትኣሪ ጸባ ትልምን ገዛ ገዛ ጋብላ ንዑ መነትሕ ዝኸውን ኣነቲሕኻ ልካ ጸባ ዕንጉለ ኣሲድ እዩ እቲ ጸባ ከዓ ምስ ዕንጉለ ተሓዋዊሱ ገለ ኣሲድ ፈጥር ድሓር ምለጥ ትቆርበት ምለጠልካ ሸቅል ቅልቅልቅልቅል ዳይ ከተቆርበት ከም ብሓድሽ ጣጢዕ ገርካ ጸባ ቆምጢዕኻ ከዓ ትሓስዮ ስጋብ ትልስልስ ሽዑ መኣስ እና መን ኣሎ ክበሃል ከሎ እስኻ ኣዚኻ ሃሽሚ ኢኻ ማለት እዩ ወሓለ ኢኻ።
ኣብ ሳሕ ጅብ ክልቲኡ ህይወት እኒኻ ብፍላይ ዝበዝሕ ህይወትካ ኣብ ገጠር እዩ ነይሩ ድሕሪኻ እዚ ዓሰርተ ሽዱሽተ ዓመት ከዓ ናብራ ኮይኑ ከዓ ኣብ ከተማ ኣቲኻ ማለት እዩ ናብራ ገጠር ዶ ጥዕም ናብራ ከተማ ንኣብነት ነቲ እቶት ክርከብ ምናልባት ናይ ከተማ ስራሕ ናይ ምርካብ ዕድል ኣሎ ብዙሕ ነገራት ኣሎ ኣብ ከተማ እቲ ሂወት ግን ኣበይ ይምቅር።
እሰይ ን ናብራ ን ሃገረሰብ ዘርክብ የለን ሃገረሰብ ኩሉ እቶትካ ካብ ታሽሙ እዩ። ካብ ግዳም እዩ ዕንጨቲ ትጥቀም ማይ ትጥቀም ማይ ኣይትገዝእን ኢኻ ዕንጨቲ ኣይትገዝእን ኢኻ ክራይ ኣይትኸፍልን ኢኻ ካብ ንላዕሊ ጸጋ የለን ረዲኻኒ ግን ሕብረተሰብ ከ ሕብረተሰብ ኮይኑ ጣይ ክተርፍ ዘለዎ ባህልን ክብርን ሕብረተሰብ ክጠሓስ ዘይግብኦ ኣዝዩ ክቡር ባህሊ እዩ ግን ንከተማ ዘምጻካ ሓደ ነገር ምዕባለ ኣሎ ሓደ ግዝያዊ ምዕባለ ኣሎ ዝድርኸካ ጓላትና እኮ ይመጹን ንሕና ኢና መጺና እምበር ካልኣይ ህይወት ክትልውጥ ምዕባለ ዝበሃል ናይ ኣቦታትና ቀደምዚ ኣብ ሃገረሰብ ኮፍ ኢሎም ኣየምሃሩ ንደቆም ቀደም ቀደም ትምህርቲ ዘየለ ከሎ ሓደ ሰብኣይ ቁሩብ ንፍዕ ኢሎም ኣምሂሮም ኣብቲ ግዜ እቲ ይበሃል ኣብ ዓድና እቶም ደቆም ሰሊ ፈሊጦም ሕብረተሰብና ሰልዲ ይፈልጥ ከሎ ከም ደቆም ሰልዲ ፈሊጦም ሰልዲ ፈሊጦም ሰብ ዘይፈልጦ ሜስ ኣምፂኦምሎም ናብቲ ዓዲ ሰብ ዘይፈልጦ መግቢ ከዓ እዚ እዋን እታ መስከረም እቲኣስ ጠቕላላ መሬት ማይ ጥብ ከይበለት ፂሓ ፂሓ ተን እኽሊ ኣኸለዋ ኣብታ ግራት ተሳዒረን ሓሪረን ከይተበልዓ ሕጂ ነዚ ዘስተውዓለ ማሰኛ ኣብ ተስካር እንዲያ ተስካር ማሰ ባህል ዳ ወዲ ፍስሓ ሰሚኑ ጎታ ሃንፀ ኢልዎ ወዲ ፍስሓ ኢኻ ሰዩን እኮ ተሃንጸ ኣብላዕኻና እምበር መስከረም ተቐብጸ ኣስተኻና እምበር መስከረም ተቐብጸ ጣዓ ጣፍ ባበላዕናዮ ዝበለጸ ኢልዎ ዓድና ንጣዓ ጣፍ ክንዲ ጣዓ ጣፍ ናይቲ ዕዳጋ ናይ ሽዑ ዝነበረ እዋን ጣፍ ኣይከውን ዝውቱር ኣይኮነን። ሶፍት እዩ ዝመስል እቲ ጣፍ ናይና ጣፍ ከምኡ ይወጽእን እዩ ሕጂ ኣብ ለዓሃና እባ ጸዓጣፍ ዝበለጸ ኣስታኻና እባ መስከረም ተቐብጸ ብለዓሃና ኣብቲ መስከረም ግዜ እባ። ደርቅስ ዝበለጸ ስለ ዘ እዋ፣ ኣብታ ተስካር እዮም ዘብልዖም ጥዑም በሊዖም። ኣብ ተስካር ዳርጋ ኩላ ሰብ እዚ- እሱ ባዕሉ ድዩ እቲ ሰብኣይ ትስከር ዘሎ ዋላ እቲ ሃብታም እቲ ቤተሰቡ? ደቁ ነምሃረ አ፣ ባዕሉ እዩ እቲ- ዝስከር ኣሎ ባዕሉ ደቁ የሰስክርዎ ኣለዉ። ሕጂ እቲ ትርጉም ትምህርቲ ትምህርቲ ኣዝዩ ወሳኒ እዩ። ብልሒ ከ ብልሒ ንባዕሉ ሓደ ካብቲ ብልሒ እንታይ ክብለካ ድየ ዝመስለካ ኣቦይ ዝወልዲ ዝበሃል ማሰኛ ማሰኛ እዩ ዋላ ደጉዓዊ ንገብር ነይሩ ኣቦይ ዝወልዲ እንታይ እዩ ዝገብር መስለካ ኣዴ መድህን ረዲሃኒ ኣዴ መድህን ጓል ሓወቡ እያ ኣቦይ ዝወልዲ ሕጂ ኣዴ መድህን ንቕሓት ስለ ዝነበራ ኣብ ሰለስቲኡ ትውለደሉ ዓዲ መረባብዒ ሰሪሓ ክትሰርሕ ዘኸኣላ ሕጂ ኣዩ ምዕባለ ንቕሓትኒ ካልእ ሰብ ኣይነቕሐን ኣብቲ ግዜ እቲ ኣደይ መድህን ዓዲ ናህባይ መጺኣ መረባዕ ኮፍ ኣቢላታ ዓዲ ቡስ ከይዳ መረባዕ ኮፍ ኣቢላታ ገዛ ላምዛ ከይዳ መረባዕ ኮፍ ኣቢላታ ነዚ ዝተዓዘበ ኣቦይ ዘወልዲ እንታይ ኢልዋ ኣብቲ ናይ ዓድና ሃባይ ገዛ ቡን ቀልያ ኹሉ ኣስቤዛ ኣዳልያ ተጋብዞ እንከላ ነቲ ገዛ ተመርቖ መድህን ዘንዶ ኣቲ መድህን ዘንዶ ኢልዋ መድህን ዘንዶ ኣቲ መድህን ዘንዶ ዓዲ ቡስ ከይዳ መሬታ ትቐዶ ዓዲ ናሃባይ ከይዳ መሬታ ትቐዶ ገዛ ላምዛ ከይዳ መሬታ ትቐዶ መድህን ዘንዶ ኣቲ መድህን ዘንዶ ጓለ ምሕንዲት ክብለኪዶ ጽቡቕ ትርሕዶ ወረ ኣለዋ ጸኒሓ ትወልዶ ትንቢት ናይ ነብያት ዘለዎ ብግህዶ ሀዲ ሃኒ ኣቦይ ዘወልዲ ከምዚ ኣቦይ ዘወልዲ ንፉዕ ሰብኣይ በሊሕ ዋላ ኣብ ደጉዓ ጽቡቕ ዝገብር ዝነበረ ደጉዓ ሕጂ መስፍን ዝበሃል ወዲ ሓዉ ምስ መተ መስፍን ምሁር እዩ ነይሩ ናይ ቀይሕ መስቀል ትርጁማን ዝነበረ ጻዕዳ ዝኽዳኑ ኣብቲ ግዜ እቲ ሰብ ጻዕዳ ክዳን ዘይፈልጥ ከሎ ጻዕዳ ዝኽዳኑ ዝነበረ እዩ መስፍን ኣይትምተኒ ወዲ ኣርባዓ ዓመት መይቱ ደሓር ኣቦይ ዘወልዲ ሸባዕባዓ ዓለም ሸባዕባዓ መስፍን ካብ ትወስዲ መስፍን ቆልዓ ዕሸል እንዲ ዕሸለ ወዲ ኣርባዓ ንሕና ዘየለና ክን ደቂ ስሳ ሰብዓ መስፍን ደ ክብለካ መስፍን ቆልዓ ክብሪ ኮመሳርያት ሓማሴን ንዓኻ ተሓሪ ቀይሕ መስቀል ንዓኻ ተሓሪ መስፍን ዶ ክብለካ ቆልዓ ስድራና ቆልዓ ክብሪ ኪዳኑ ኪዳኑ እንታይ ግብሪ ትገብሪ ቆቢዕኺ ስቀሊ ኪዲ ደብረ ደብሪ ሕጂ ዝኣኽለና ነፋንዎ ቀባሪ ኢልዋ ምስ መተ እቲ መስፍን ምስ ብንእሽትኡ መስፍን ሞይቱ። ብንእሽተይ ወዲ ኣርብዓ ዓመት ከሎ እቶም ደቁ ሕጂ ሰለስተ ኣርባዕተ ወሊዱ ገሊኦም ሓኻይም ገሊኦም ገለ ኣለዉ ሕጂ እቲ ታሽሙ እንዲኻ ኣምጺኻ እቲ ኣበሃህላ ናይቲ ምዕባለ ንስመራ ዘምጻና ቁርብ ካባና ሒሽ ዝብሉ ሰባት ክንፈጥር ዓለም ናበይ ትኸይድ ኣላ ምስ ዓለም ዝወዳደሩ ምስ ዓለም ዝጓዓዙ እንተኾኑ ኢልና ኢና ንስመራ መጺና ሰብ ከዓ ንስመራ ስለዝመጽእ ኣብዚ እዋን መብዛሕትኡ ኣብ ዓዲ ሰብ ንሃ ከድካ ሕጂ ዳርጋቶም ሓደ ክልተ ኢኻ ትረክብ እምበር ሰብ ኣይትረክብን ኢኻ ዓዲ ንከተማዩ ድኣቱ ንከተማዩ ድኣቱ ክንድዚ ሕጂ ዘለዎ ዕድመ እዞም ንኣሽቱ ኣስመራ መጺኦም ዝዝርግሑ ዘለዉ ክዳውንቲ ደይብና ንኾን ኣስመራ ዋበይ ምሃለና ማለት በታ ኣነ ዝገልጾ ነብሰይ ማለት እየ እምበር ንሕና ክንድዚ ሳቶም ዘለዎ ጌና ኣብ ጉስነት ኔርና ኣብ ዕንጨት ምእራይ ኔርና ንሕና ምሖፅ ኣምፅኡ ተባሂልና ኣብ ዓዲ ምሖፅ ክተምፅእ ተኾንካ ናይ ገዛ ምሖፅ ቀደም ህዝቢ መሰብ ክሰርሖ ከሎ ምሖፅ ነምፅእ ክንምንታይ ይኾን ምሖፅ ሰኪምካ ትመፅእ ክንዚኣ ቆሎን ስዋ የንብብኻ ዲኻኒ እቲ ማሕበራዊ ህይወት ግን ናይ ሓባር ህይወት ናይ ሓባር ስራሕ ናይ ዓዲ ስለ ዝኾነ ከተማልኦ ኣለካ ሓርከም ኣምፅእ ትበሃል ብጣዕሚ ያው ደለ ባህሊ ኣዝዩ ይጥዕም ሓርከም እንታይ ሓርከም እንታይ ተሓርከም እዚ ዝኾን ገረብ ገረብ ገረብ እዩ ሓርከም ሕጂ እንታይ እዩ ሓንቲ ገዛ ህድሞ ስራሕ ከላ መጀመርያ ዓንዲ ቆሙ ህዳን ዓንዲ ቆሙ ከሎ ዘንግሎ ልክዕ ስድሪ ገመል ድዕቅ ነቲ ገመል ነቲ ዓንዲ ኮይኑ ይትኺልሎ ገመል ካበይ ናበይ ክዋሰባ እየን ሽዑ ሰን ዝትከላ ተን ገመል ከዓ ኣብ ልዕሊኤን ገመል ምስ ሰቐልካ ካብ ናበይ ከዓ ሓርከም ከዓ ዝሳገራ ሓርከም ዝተሳገረ ምሖፅ ምሖፅ ምስ ተሳገረ ሕጂ እታ ዳሓፀረትካ ዓንዲ ኩርሽ ትገብረላ ኩርሽ ኣሎ ተጸሪቡ ዝኣቱ ኣዝዮም ወሓላል እዮም ነታ ኩርሽ ልክዕ ምስኣ ፊክስድ ከም ትኣቱ እዮም ዝገብሩዋ ሕጂ ተሰሪሓ እታ ዓንዲ ካብ ናምታ ገመል ተሰሪሓ እታ ሓርከም ከዓ ትንጸፍ ሓርከም ምስ ተነጽፈ ምሖፅ ንንጸፍ ምሖፅ ምስ ተነጽፈ ቆጽሊ ንንጸፍ ድሕሪ ቆጽሊ ሓሰር ድሕሪ ሓሰር ሓመድ ሕጂ እዚ ብዙሕ ፕሮሰስ እዩ ዝሓልፎ እቲ ህድሞ መረባዕ ጥቃ ጥቃ ኢልካ ምስራሕ ኣቐልል እቲ ህይወት ናይ ገጠር ከምዚ ትብሎ ዘለኻ መቐረት ኣለዎ ግን ጉልበት ሃልኪ ኣለዎ ከኣ ሃልኪ ኣለዎ። ሃልኪ ኣለዎ እሱ እዩ ሕጂ እቲ ገሊኡ ዝጸልኦ እቲ ሃልኪ ኣለዎ እምበር እቲ ሓውሲ ዘመናውነት ኣእቲኻ ንገጠር ዝርክብ የለን ዝርክብ እቲ ህይወት የለን። ኮይኑ ይረኣየኒ የለን። ግን እ፣ ሰብ እንዳተራቐቐ ብቐሊሉ ክረክብ እንዲ ዝደሊ ሕጂ እዋ። ቀሊል ነገራት ፍኹ- እዋ። ህይወት ከኣ ክፎኽሰሉ ይደሊ እቲ እዋ። ንከተማ መምጽኡ እኮ እሱ ኮይኑ ይረኣየኒ ንዓይ እዋ። እምበር እቲ ናይ ብሓቂ ኦሪጂናል ክንብሎ ሂወት ዝኽእል ኣብ ገጠር እዩ ዘሎ። ንፋስ ተይልካ ዝበለጸ ንፋስ ኣብኡ እዩ ዘሎ። ዓይንኻ ትርእየሉ ተፈጥሮ ተይልካ ኩሉ ዓይነት ተፈጥሮ ኣብኡ ኢኻ ትርኢ። በረኻ ከድካ ትርኢ። ንባዕሉ ጎቦታት ኩሉ ነገራት ትርእሲ እቲ መቐረት ዘሎ ኣብ ገጠር እዩ ግን ሃልኪ ኣሎ ንኣብነት ኣዴታት ክስንክታ ከለዋ ቅጫ ድየን መጎጎ ድየን ክስንክታ ማዕረ ክንደይ ይሃልካ ብዕንጨይቲ ብፍላይ ደቂ ኣንስትዮ ዝህሰያ እየን ኣብ ገጠር ሃልክታት ኣለወን ሰብኣይ እውን ህሰ እዩ ምክንያቱ ብዙሕ ዝሰርሖ እውን ንሱ ኣሎ ሕጂ ነዚ ሃልክታት ብቐሊሉ ንምርካብ ናብ ዘመናውነት ምእታው ኣሎ እቲ ህይወት ግን እቲ ዘመናዊ ከዓ ኣብቲ ገጠራት ገለ ክፋሉ ዝሕግዘካ እቲ ኻ ኣብ ገጠራት ከዓ ዝንበር ኣለዎ ዋላ ሕጂ እውን ፀዓዱ እኮ ካብቲ ከተማ እንዳወፁ እውን ናብ ርሕቅ ዝበለ ገጠራት እቲ ዘመናዊ ቴክኖሎጂ እናእተዉ ግን እቲ ህይወት ናይ ገጠር ከኣ ዘስተማቕርዎ ኣለዎ ናይቲ ተፈጥሮ። ገሬ እስከ ምናልባት ኣብ ኣመጋግባና ንኺድ። ባህላዊ ኣመጋግባ ኣለና። ብዙሕ ግን ኣይንዘውትሮን። ዳርጋ ሰብ ከኣ ሎም መንእሰያትሲ ናብቲ ዘመናውነት ዋላ ኩሉ እንድዩ ዓብሊልና እዚ ዓውሎማ፣ ኣመጋግባና ግን ብዙሕ ኣሎ። ከም ድላይካ ኣይትረኽቦን እንትኸውን ግን ከከም ዓቕምኻ ጌርካ ከኣ ትሰርሐሉ። ካብ ቁርሲ ትሒዝካ ስጋዕ ድራር ኣብ ፍሉይ ኣጋጣሚታት ዝዝውትር ዓይነታት መግቢ ኣሎ እሞ በብከባቢኡ ከኣ እፈላለይ እዩ። ንኣብነት ኣብ ቅጫ ተመጺና ሕጂ ቅጫ ኣብ ኩሉ ናይ ከበሳ ዝውቱር እዩ። ኣብ ከበሳ ብፍላይ ማለት እዩ። እወ። ካብኡ ናብኡ ከኣ ነናቱ ከኣ ኣለዎ ንኣብነት ኣስመራን ከባቢኡን ክሳብ ቁሩብ ኪሎሜተራት ርሕቕ ኢልካ ጎጎ ፍሉጥ፣ ውርድ ተይልካ ንደቡብ ገጽካ ንየማን እንተኸይድካ ከኣ ቅጫ ዓተር ዝውቱር ኣሎ፣ ንጸጋም እንተኸይድካ ከኣ ሃንዛ ዝተፈላለየ ዋላ ጥሕሎ ከይተረፈ ክሳብ ጫፍ እንድሕር ከይድካ ከኣ ጥሕሎስ ናይ ኤርትራ መግቢ እዩ እንድሕር ርኢናዮ። ኮሚታት ዓይነት ኣመጋግባ ኣለና እዚ ከመይ ኣሎ ትብሎ? ክቡራትን ክቡራንን ተኸታተልትና ምስ ውልዶ ማሰኛ ገረመድህን እስቲፋኖስ ወይ ከኣ ገሬ ከነካይዶ ዝጸናሕና ኣብዚ ፈጺምናዮ ኣለና። ክፋሉ ካልእ ግዜ ከነቕርበልኩም ኢና። ስለ ምክትታልኩም ነመስግን።